ዲያነይ ከመይ ኣለኺ ጸጋ ጥዕናኺ ኣነስ ብዙሕ ግዜ ይናፈቐኪ ኣለኹ ሎም ንጎ ትስእ ምስ በልኩ ኩሉ ሕልፈይ ኣሰላሲለ ነቲ ኩሉ ዝሓለፈ ሓቀኛ ህይወተይ ዝክር ኣቢለዮ ስጋደይ ክምሕለልኪ ዋላ ሓንቲ ሕማቕ ዝበሃል እኮ ዘይረኸብክሉ ኩሉ ሕልፈይ ጅግንነት ዝመልኦ ኣንበሳ ናይ ናብራ ዘብለኒ ኮይነ ረኺበዮ ደስ ድማ ኢሉኒ እዚ ክብል ከለኹ በቲ ስምዒተይ ዝጥምቶ ክፋላት ሕሉፈይ እምበር ነቲ ኣፍቃሪተይ ትሓስቦ ኣብ ግምት እተይ ኮንኩን ርግፀኛ እየ ንሳ ናይ ብሓቂ ፅቡቕ ዝኽሪ ከም ዘይብላ ኣድዓዲኣ ይፈልጥ እየ ምክንያቱ ከምቲ ነዊሕ ግዜ ምሳኺ ዝነበርክዎ ግዜ ዝምስክረለይ እንተኾይኑ ዝያዳ ፅቡቐይ ሕማቐይ ከም ትዝክር ግምተ እዩ ኣብ ግዜ ምፍልላይና ካብቲ ተስዓን ትሽዓተን ፐርሰንት ናተይ ጽቡቕ ነታ ሓንቲ ፐርሰንት ናተይ ሕማቕ እየ ዘኪራታ። ነቲ ኩሉ ዝኸፈልክዎ መስዋእቲ ገዲፋ ነታ ሓንቲ ግዜ ዝበደልክዋ ጥራይ ከትዘክር ዓቕሚ ረኺባ። ዲያሪ። ናብ ኣፍቃሪተይ ሎም ንግሆ ደብዳቤ ጽሒፈ ሰዲደላ ኣለኹ። እታ ዝጸሓፍክዋ ደብዳቤ ሓንቲ እውን ከየትረፍኩ ሕጂ ከዕልለኪ እየ ብዘይካኺ መን ዶ ኣለኒ እዩ ድያረይ ንጸገማተይ ኣርግፍ ዘብለላ እሞ ድቅስ ዝሓድር ንስኺ ዘይኮንክን ሓንቲ ሰበይ ክብርቲ ፍቃሪተይ ነበር ሎሚ ጌ ተስኤ ዝገበርክዎ ከዘንትወልኪ ስለምንታይ ኣዘኪረኪ ስለምንታይ ከ ይጽሕፈልኪ ኣለኹ ስለምንታይ ከ ክጽሕፈልኪ ወሲነ እውን ሽዑ ክርድኣኪ እዩ ብኹሉ ክንራኸበሉ ንኽእል መንገድታት ስለ ዝተዓጻጸና ክልተ ዓመት ዝኣክል ምሳኺ ፈጺምና ኣይተራኸብናን ተኣምኒ ዶ ትኾኒ ካብ ዓይኒ ዝገለለየ ካብ ልቢ ገለለየ ከም ዝበሃል ልበይ ገሊልክስ ንገጽኪ ክርእየሉ ዝኽእል ትብዓት ግድስ ኢነ ኣብ ዝኾነ ኣጋጣሚ ስእሊ ክርእዮ ኣይፈልጥን እየ። እቲ ምሳኺ ኮይነ ዝተሳእልክዎ ስእልታት ኣበይ ኣለዉ እንድሃይ የብለይን። መንግስተ ስእሊ የዋርሶ ቀደም ደምሲሰዮ እየ። ጻውዒት ውሽጠይ ኣብ ሎሚ ንግሆ ፍልይ ዝበለ ነይሩ። በቃ ከጻርዕያ ኢሉ ንውሽጠይ። ሓንቲ ንዓኺ ክረኽበላ ዝኽእል ዕድል ድማ ናይ ማሕዛኺ ኢንስታግራም ጥራይ እያ ነይራ። ማሕዛኺ ሰዓቢኣ ስለ ዘይኮንኩ እውን ብኽንደይ ግድን እየ ደልየ ረኺበያ። ኣትየ ድሃይኪ ክገብር ነይሩኒ። ኣብኡቲ ዝፈልጦ ስእልታትኪ ጥራዩ ጸኒሕኒ ሓንቲ ግን ሓዳሽ ስእሊ ነይራ ኣብ ናይ ዕስራን ኣርባዕተን ሰዓታት እያ ድማ ተሰቒላ ጸኒሓትኒ ብስምባደ ዝኣክል ሞባይለይ ናብ ፍርናሽ ድርብያ ኣቢለያ ኣብ ዘለኽዎ ከም ዓንዲ ደሪቐ ተረፍኩ ስለምንታይ እየ ሰንቢደ እንታይ ኮይነ ፍጽም ይተረዳእንን ሽዑን ንሽዑን መንፈሰይ ክርበሽ ጀሚሩ ተሲኤ ናብ ሻወር ኣትየ ምስ ክዳነይ ከለኹ ማይ ወሊዐ ክሕጸብ ጀሚረ። እቲ ዝሑል ማይ ንግሆ ኣብ ነብሰይ ፈሲሱ ክሳብ ዝቖርር እንታይ ይገብር ነይረ ፈጺሙ ኣይተረድኣንን። ገይረዮ ዝነበርኩ ሓጺር ስረን ብራቴለን ኣልየ ድማ ነቲ ማይ ናብ ነብሰይ ከም ዝውሕዝ ገበርክዎ። ንዝተወሰነ ሰከንድ ዓይነይ ስም ኣቢለ ነቲ ማይ ከስተማቕር ጸኒሐ፣ ዓይነይ ምስ ከፈትኩ ድማ ካልእ ዘሰንብድ ነገር ጸኒሑኒ። ዝሕጸበሉ ዝነበርኩ ምድሪ ቤት ናይ ሻወር ቀይሕ ሕብሪ ተዘሪኡ ወረኣኹ። ለካስ እቲ ደም ካብ ኣፍንጫይ ዝፈስስ ነይሩ። ብዙሕ ግዜ ከምኡ ስለ ዝኸውን ኣየሰንበደንን። ክረጋጋእ ከም ዘለኒ ግን ተረድኤ። ነብሰይ ኣረጋግኤ ናብ ዓራተይ ተመሊሰ ከም ብሓድሽ ናብታ ስእሊ ተመለስኩ። ስእልኺ ደጊመ ደጋጊመ ርእየዮ መሊሰ እውን ደጋጊመዮ ደጋጊመዮ ከምን ኣይከኣልኩን። ጽባቐኺ ተኾሊዑ፣ ነብስኺ ምልዕልዕ ኢሉ፣ መዕጉርትኺ ስግኡ ጠልጠል ኢሉ ፍሉይ ግርማ ለቢስኪ ረኣኹኺ። ብድድ ኢለ ካብ ዓራተይ ተሲኤ ናብ መስትያት ናይ ክፍለይ ቀረብኩ። እቲ ማዳ ኮፍ ኢልዎ ዝነበረ ገጸይ ጥምት ኣቢለዮ። እቲ ስጋ'ውን ክህልዎ ዘይከኣለ መዕጉርተይ'ውን ደጋጊመ ብኢደይ ዳህሲሰዮ። ብዕብራን ናብ ውሽጠይ ጠሊቐን ዝነበራ የዕንተይ ሰምሰም እናበልኩ ረኣኹወን። ክነብዕ ጀሚረ። እቲ ናይ ንብዓት ስምዒተይ ኣብ ውሽጠይ ኣይስምዓንን ነይሩ። ይነብዕ ከም ዝነበርኩ እውን ኣብ መስትያት እየ ዝረኣኽዎ። የእዳወይ ገይረ ንብዓተይ ደሪዘ ናብ ዓራተይ ተመሊሰ። ሞባይለይ ኣልዒለ ናብታ ስእሊ ተመሊሰ ክጥምታ ጀመርኩ እተን ምሳኺ ዘሕለፍክወን ኣርባዕተ ዓመታት ሪቁፅር ኣቢለ ኣሰላሰልክወን እተን ብድሕሬኽ ዘሕለፍክወን ሓሙሽተ ዓመታት ድማ ደጋጊመ ናብ ርእሰይ መለስክወን። ቅድሚ ምሳኺ ምልላየይ ዝነበርክዎ መሪር ናይ ህይወት ጉዕዞይ ድማ ኩሉ ዝክር ኣበልክዎ። ንምንታይ ይነብር ኣለኹ ዝብል ሕቶ ናብ ርእሰይ ህሩግ ኢልኒ። መልሲ የብለይን በቃ። ክምልሶ ስለ ዘይደሊ ድማ ሸለል ኢለ ሓሊፈዮ። ሓንቲ ናይ ውሽጠይ ሕቶ ግን ክምልሳ ተገዲደ። እታ ሕቶ ኣገዳሲት ስለ ዝኾነት እየ ክምልሳ ደለየ። ከመይ ኢላ ኣገዳሲት ኮይና እንተኾይኑ ዳግማይ ሕቶኺ እውን እወ። ንዓይ ኣገዳሲት እያ ነይራ ምኽንያቱ ኣነ ንነብሰይ ሕልና ከም ዘለዋ እየ ዝፈልጣ ኣብቲ ግዜ እቲ ግን ዋላ ሓንቲ ናይ ሕልና መንፈስ ካብ ውሽጠይ ኣይረኣየንን ዝነበረ ስለዚ ድማ ነብሰይ በዚ ስለዚ ዓገበት ንሕቶኣ ክምለሰላ ደጋጊማ ዘቕረበትለይ ስለምንታይ ሰንቢድካ ሕቶ ነብሰይ ብዙሕ ሕቶታት ነይርዋ እዛ ሕቶ ግን ቅድም ክምልሳ ነይሩኒ ስለምንታይ ሰንቢደዶ ኣፍቃሪተይ ነበር ማዕረ ክንድዚ ጥዒምዋ ኣዝያ ማዕሪጋ ካብ ውሽጣ ዝወፀ ምሉእ ፍሽኽታ ኣብ ገፃ ሃልይዋ ክሪኣ ፍፅም ይተዋሕጠለይን እዙይ ድማ ካብ ውሽጠይ ዘሰንበደኒ እዚ መልሲ ንውሽጠይ ኣዝዩ ዘንብድ ነይሩ ሓቀየ ግን ሓንቲ ሓሶት የብሉን ንነብሰይ እሞ ከመይ ኣቢለ እየ ክሕስዋ ንሱ እቲ ሓቂ ንሱ እየ ድማ ድነግራ ሓቂ ጥራይ ክዛረብ ነይሩኒ እቲ ሓቂ ድማ ተኪሰ እየ ሓይለይ ፅንቅቕ ስለ ዝበለ ብስራሕ ኣቢለ ዝተላለኽዋ ልበይ ተንብበያ ዝበልክዋ ሓንቲ መሓዛ ኣላትኒ ናብ ኣደው ኢለ ናይ ግድነት ሻሂ ክንሰቲ ከም ዘለና ነጊረያ ደሓን ዲኻ ሕቶ ሓተተት ደሓን ከም ዘይኮንኩ ኣብቲ ሰዓት ብዙሕ ተገድሰኒ ከም ዝነበረት ነገርክዋ ኣጆኻ ኣብ ሰለኸዮ ዘይመፀካ ኢላትኒ ቆፀራ ሒዝና ተፈላለና ኣብቲ ዝተበሃሃልናዮ እውን ተራኺብና ብቐጥታ ዘረባ ዝቐጸልኩ ኣነየ። እንታይ ኾንካ ኣለኻ? ሻሚ ሓቲታትኒ። መልሰይ ኣይደንጎየን፣ ስክፍታ ኣይነበረንን። ትኽ ኢለ እቲ ኣብ ውሽጠይ ዝነበረ ስምዒተይ ከፍስሰላ ጀሚረ። እንታይ ኮይኑ ዶ? ትግምጢለ ሕቶ መለስኩላ። እወ እንታይ ኾንካ ኣለኻ? ንሳ እውን ነታ ሕቶ ናባይ መለሰታ። ኣፍቃሪተይ ዝነበረት ድሕሪ ክልተ ዓመት ኣብ ኢንስታግራም ርእየያ ኣዝያ ማዕሪጋ ምስ ረኣኽዋ ኣዝያ ሓሪቐ በቃ ስምዒት ውሽጠይ ክቋፃፀር ኣይከኣልኩን ኢለያ ሻም ማሕዛይ ልባ ምሉቕ ኢላ ዘይተፀበየቶ ዘረባ የተዛሪበ መስለኒ ገፃ ብሓንሳብ ክቕምስለ ርእየዮ ከመይ ማለት ፅቡቕ ከም ዘላ ምፍላጥካ ንዓኻ ኣሕሪቖካ እንታይ ደኣ ተደርቢያ ክትሪኣ ዲኻ ትሓስብ ነርካ ብሕቶ ዋጠረትኒ እወ ከፊእዋ ገጻ ማዳማ ድዩ ዋላ ንዓያ ትምሰል ከፊእዋ ክሪኣ ግን ነይሩኒ ንብዓት ኣሰኒ መለስኩላ ሸማዛይ ንብዓተይ ምስ ረኣየት ክትገንሓኒ ድዩ ዘለዋ ዋላ ክተጸናንዓኒ ዋላ ንዓኣ ተሓዋውሳ ስምዓኒ ኣረዳእኒ እስከ ተፈላለኹም ስለ ዝኾንኩም ክኸፍኣ ተመኒኻ እዚ ዘረባ ናይ ብሓቂ ካባኻ ይወጽእ ኣሎ ኣፋ ይዛረብ ነይሩ እምበር ንብዓታስ ንንብዓተይ ከሰኒ ክመስል ድሮ የዕንታ ቁፅርፅር ክብል ጀሚሩ ነይሩ። ኣደንጊፀያ ግዲ ሓቚፋ ድማ ኣፀናኒዓትኒ። ጨካን ኣይትኹን በቃ ምሽ ተፈላሊኹም ኣፍቃሪትካ ስለ ዝነበረት ሕማቕ ኣይትመነየላ ንሳ ማዳ ማድያ ንዓኻ ትረብሖ እንታይ ኣለካ ድዩ ሓቃ እያ ንሳ ማድያ ርእያ ኣነ ዝረብሖ እንታይ እሞ ኣሎ ግን ድማ ሻም ናይ ውሽጠይ ክትሰምዓኒ እየ ተላብያ ስምዕኒ እሞ ሻመይ ኣነ ንሳ ክትማድ እውን ምርጫይ ኣይኮነን ምክንያቱ ንሳ ከይትማዱ ንዓኣ ከይከፍኣ ዘይኮንኩን ናይቲ ኩሉ ውድቀት ኣነ ተሓታቲ ኮይነ ነብሰይ ሃስየ ከምዚ ትርእኒ ዘለኺ ድርባይ ሰብ ኮይነ ተሪፈ ዘለኹ ኢለያ ካብ ጁባይ ሽጋራ ኣውፅኤ ሓዊ ወሊዐ ነቲ ትኪ ክቆሕሞ ጀመርኩ ሻመይ ምሽ ይሓንቅቓ ነይረ ምሽ ሰብ ኮይነያ ነይረ ምሽ ነብሰይ ሃስየ ንሳ ከላ በዳሊት ንኹሉ ሕማቓ ኣነ ወሲደላ እሞ ካባይ ምፍላያ ቁርብ እምበር ክኸፍኣ ነይርዎ ክንድዚ ምጽባቓን ምቕንጃዋን እኮ ድሕረይ ማዕረ ክንደይ ከም ዝጠዓማ'ዩ ዘርእየኒ ዘሎ። ከምዚ ምባለይ ከም ስሱዕ ሰብ ክውሰድ ይኽእል ይኸውን፣ ግን ሓቀይ'የ። ከም ናተይ ዋላ ይኹን ቁርብተይ ክኸፍኣ ነይርዎ እምበር። ቁርብተይ ክትማዱ ነይርዋ እምበር ኣቲ ሻመይ። ድሕሬኻ ዝነብሮ ህይወት ኣዝዩ ዘፍርሓኒ ምሽ ትብለኒ ነይራ። እሞ ብድሕረይ ደኣ ከመይ ገይሩ ይጥዕማ? ዶስ ኣነ'የ ነይረ ናታ ጸገም? ሻመይ ለባም ዘረባኣ ጀመረት። ዘረባ ሻም ከም ማይ ኣብ ሑፃ ናብ ርእሰይ ክሰርቕ ጀመረ። እቲ ትዛረቦ ዝነበረት ዘረባታት ኩሉ እቲ ምኽርታት ዝኣምነሉ ሓቂ እዩ ነይሩ። ንእዝነይ እምበር ንልበይ ሓድሽ ኣይነበረን። እቲ ኣነ ዝፈልጦ እያ ደጊማትለይ። ኣነ ጥዑም ሰብ እየ፣ ጽቡቕ ናይ ሰብ እየ ድማ ዝምነ። ይትረፍ ነፍቃሪተይ ነታ ኩሉ ዝኾንኩላ ሰብ ንኻልእ እውን ሕማቕ ዝምነ ኣይኮንኩን። ንሎሚ ግን ሰብ ኮይነ ድሕረይ ክኸፍኣ ተመንየ። ከፊእዋ ሞይታ ክበሃል ዘይኮነስ ድሕሬኻ ፈጺሙ ኣይጠዓመንን ክበሃል እሞ ነታ ንስለ ኣፍቃሪተይ ኩሉ ነገራ ዘሕደክዋ ነብሰይ ድማ ሞራል ከስንቓ ደሌ ካብ ሎሚ ከመይ ክኸውን ከም ዘለኒ ምስ ህይወተይ ክዝቲ ክትገድፍኒ ኢኺ ድያርየይ ኣብ መጻኢ ካልእ ዕላል ሒዘልኪ ክመጽእ ንሎሚ ግን ምስ ዘለኒ ጸቕጢ ርኢኺ ድያርየይ ክትገድፍኒ ኢኺ እንተ እታ ደብዳቤ ግን በጺሓታ ኣላ እንታይ ትምልሰለይ ድማ ክጽበያ እየ ደሓን ኩኒ ድያረይ